ሎማዓንቲ ብሓድሽ መልክዕ መፅኦኩም እኔኹ ታይ እዩ ዝቪድዮ ሎማዓንቲ ሒዘልኹም መፅእ እኔኹ ቤተሰብ ልማዘር እና ፕራንክ ንገብራ ያው ምስ ማዘር ጨዋታ እኮ ሓሪፍ እዩ ኣይ እስቲ ለድኹም ትፎቲ እስቲ ቤተሰብ ብላይክ ጀምርዎ ኢኹም ዝቪድዮ ብቻ ሎማዓንቲ ሀዚ ልኡ ቡዴታይ እና ፕራንክ ንገብራ እሱ ኣብዚ ቪድዮ ኣቲኹም ትሪእዎ ኢኹም ብቻ ግን ሎማዓንቲ ኣደንግፅ ነብላ ኢና ፋሚሊ ልማዘር ትሰርሕላያ ማይ ለይወቅዕለይ ቡዚ ኣጋጣሚ እዚ ክረምቲ ምስቲ ምዃኑ እዩ ቤተሰብ ከዚ ላውዚ ቪድዮ ክወስደኩም ምሳና ፅንሑ። እቡድ ዋይ እቡደይ። ማዘር።

ዝኾነ ዋግዒ ከዋግዕ ክመጽእ ኣነ ስግደይ ሸው ዋግዕኒ ብስራት ጽቡቅ
እዩ
ታይ ደህለኪ ደልያ ኣደ ማረይ ዓርኪ ሲኢን ያትኒ እያ ኣዚ ንወልድ ደሊና ሸ ከዋግዕ ትመጽእ
ታይ ኣነ ኣይተረደኣኒ ኣ ኣይተረደኣኒ ታይ ካመይ ማለት እዩ ተረደእኒ።
ታይ ኣይተርድእን እካ ንወልድ ደሊና እማ ንወልድ ደሊና ክልቴና ኣነ ኢሳይስ እያ ቡዙሕ ጌርና ኢና ተርዲክኒ ከኣ ኣደ ማዕሪ ከዚ ለኣከ እየ ከዋግዐኪ መፅኣ ኣነ ቡዙሕ ዓመት እንዲ ኢና ጌርና ሀዝስ ንወልድ ደሊና ክልቴና።
ስማዒ ዶ ኣማኒኤል ኣነ ኣይተረደእን እየ በሃላይ እየ ሓደ ንስካ ህፃን ቆልዓ ኢካ እሺ ተረዲእካ።
ከምዚ ክትናገረኒ ከለኻስ ብምንታይ ክገልጾ ቆልዓ ኢኻ እስኻ ናይ ገዛ ንእሽተይ ህጻን ኢኻ ተረዲኡካ እወ። ኣዩ ስር ኢልካስ ካበይ ላበይ ኢኻ ትወጽእ ኣለኻ እዚስ ብጣዕሚ ክብድ ኢሉኒ ህጻን ዶ ኣይኮንካን ንስኻ ናብዚ ገዛ ሕሳስ ውልደይ ኢኻ እወ።

ምውላድካ ጸልዮ ወይም ዓርኪ ምሓዝካ ጸልዮ ተይኮንኩ ኣህ። ካኣ እዩ ኔርካ ናብ ምውላድ ደተመጣጠርካስ ታይ ኔካ መመሓደሪ ዱኳን ድዩ ኔርካ ወርሓዊ ደመወዝ ድዩ ኔርካ ትካል ድዩ ኔርካ ሓዳር ጌርካ ቆልዓ ወሊድካ ብዙሕ ነገራት የድሊ ዋእ ኦህ። ኣማኒኤል ብዙሕ ብቻ ኢካ እሞ ዝደሊ ኣነ። እሱማ እታሞ ኮይኑ ክከደኪ ኣነ እንድየ ልወልድ ኣለኩ እታሞ ኣነ እኮ ክነግረኪ እየ መፅየ እምበይ እታይ ኮይኑ እሞ ክከደኪ ምንጋረይ ደስ ይብለኒ ይብለካ ኣለኹ እዙይ እዙይ እዙይ እኒኤኒ ምመሓደረ ዶ የብለኒ ታይ እሞ እዙይ እዙይ ክብለኪ ማዘር ቆልዓ ክውለድ ከሎ ብዙሕ ነገር እዩ የድልዩ ምክንያቱ ኣብ ሀዚ ሰዓት ብዙሕ ነገር ልህፃውንቲ የድልዮም ኣብ ሀዚ ሰዓት ልልሙርዓያ ዋላ እታ ዓርከይ ትብላ ኣለኻ ብዙሕ ነገር የድልያ እስኻ ልዓበኻዮ ክዓቢ ዲኻ ትደልዮ ኣለኻ እቲ ህፃን። እሞ እታይ ደለኪ ኣለኹ ኣቡደይ። ታሙ እግዚኣብሔር ይመስገን ኣነ እታይ ጎዲልኒ ድዩ እወ ታሞ ድዩ ሃምናዬ ተዓበይ። ዕድለኛ ኢንዶ። ትክክል ታይ ጎዲሉካ ትክክል ሙሉእ ኣካላት ሙሉእ ዓይነ ብርትን ሂብካ ፈጣሪ ተመስገን መድሃኒኣለም ይብለካ ኣለኩ ገና ኢካ እስካ ቆም ስራሕ ቆም ትካል የብልካይ መመሓደሪ ለሓዳር መመሓደሪ ለህፃን የብልካይ ቆልዓ ክውለድ ከሎ ዳይፐር የድልዮ ፀባ የድልዮ

ተሕልፍሎም መልእኽቲ እስቲ ጠፊኣ ማዘር እምፀያ እንድዮም ናበልና ዋው ቀኒዮም። ኣነ ለሕልፈሎም መልእኽቲ ያው ኣናዲዱኒ እኳ እዩ ኣማኒኤል ኣናዲዱኒ እዩ ዋለ ይውጋዕ ስእሉ ለይምጡና ነገር ስለ ለውግዖ ኣናዲዱኒ ኣናዲድካኒ ኢኻ ተረዲእካ እና ለዓኹም ያው ክንደይ ትኾኑስ እኳ ለባማት ኢኹም ደቅና ለወለድናኩም ለወጣተይ መዓረይ ብዙሀ ዝሰዓት ለባማት ኢኹም እሞ ኣይትውለድ ይኹንኩ ኣነ መልእኽተይ። ትኽክል ጎይኻ ጎይኻ ላውላድ ኢኻ ውላድ እዩ ትርፍኻ ነገር ግን መጀመርያ ትካል ሓዙ ጉያ ጉያ ኢልኩም ስራሕ ስርሑ ሰብ ላስሓቀኩም ስራሕ ስርሑ ሰብ ላስሓቀኩም ኣይትውልዑ ዞም ደቀይ ስርሕ ስራሕ ኣቢልኩም ዘማሓድረኩም ላኣኹም ኢለ ኣትየትኩም እተሒዝኩም ግን ክትወልዱ ፍቃደኛ እየ ኣብ ማእኸል ሚዳ ክወልድ እየ ማለት እዝጊሄር ይፈልጥ ማለት እወ እዝጊሄር እዩ ዓብዪ እዝጊሄር ክትሰርሕ ክትመሃር ክትማራመር ክትጎዪ ኣካላት ሙሉእ ሂቡካ ኣሎ ተመስገን መድሃኒኣለም ኣልበለዛ እዝግሄር ይፈልጥ ኢለ ላብ ውሕጅቲ ኣትየ ክወስደኒ እዩ እዝግሄር ይፈልጥ ኢለ ኣነ ላብ ለይዓቅመይ ሓዳር ገይረ ተወሊደ ትባላሸዩ ስለ ልኮንኩም ኣማኒኤል ላተናገረ ልፀንሐ ኣናዲዱኒ እዩ ሓቃዊ የኮነይ ኣይትውለዱ የኮነይ መልእክተይ ዞም ደቀይ ማዓረይ ማለተይ እየ። እዚ ፕራንክ እያ ያው ቤተሰብ ማዘር ሪኢኹማ እኔኹም ሎማዓንቲ ንእሽተይ ንድድ ኣቢልናያ እኔና ሃምዙ ለኳ ሓሰብኩ ኣነስ ሃይ ወሲኻ ከነሃሃር ኣዩ ሓስየ ነይረ ነርማል እያ ደም ማዓረይ ያው ቤተሰብና ሎማዓንቲ ፕራንክ እዚ ይመስል ነይሩ ብኻሊእ ቪድዮ እስካብ ንመፅእ ሰሰላምኩም ይብዛሓልና ላይክ ሰብስክራይብ ሼር ምናምን ኣይውሓድ ቤተሰብ ብካልእ ቪድዮ እስካብ ንመፀኩም ሰሰላም ንዓኩም ቻው ተልየ ማኣዳ ማዓረይ። ሽሞል መጽሊ ክረማት ያው ሓወርያ ሓሊፉ ሀዚ ኣሸንዳ ዓሰርተ ሽዱሽተ ክመጽእ ናይ ጾም ይኣቲ ኣሎ ሰላም ከረምቲ ይግበረልና ሙሉእ ሃገር ሃገር መድሃኒኣለም ድፈጠረልና ምሕረቱ ይኣዝዘልና ከም ላሕሚ ምብራኪ የዳንየና ሰላም ይግበረልና ዞም ደቀይ ማይ ሰትዮኩም ኢና ተኣቱ ቤተሰብ።